እዚ ፈነወ ሬድዮ ድምጺ ኤርትራ ዲሲ ኢዩ። ሬድዮ ድምጺ ኤርትራ ዲሲ ቀዳም ቀዳም ብመንገዲ መርበብ ሓበሬታ ኣብ ቮይስ ኦፍ ኤሪትራ ዳት ካም ወይ'ውን፣ ብመንገዲ ዩ-ትዩብ ንተቐማጦ ዋሽንተን ዲሲን ከባቢኣን ከምኡ እውን ንመላእ ዓለም ይፍኖ።

ደሓን ንክትህልዉ ምስ ስድራቤትኩምን መቕርብኩሙን እንዳተመነና፣ ናይ ሎሚ ቀዳም ሓምለ ዕስራን ሓሙሽተን፣ ትወኒ ትወኒ፣ ወይ ድማ July twenty fifth, twenty twenty፣ መደብ ሬድዮ ድምጺ ኤርትራ ከምዚ ዝስዕብ ይኸውን። ቀዳማይ ዜና ካብ ምጭውቲ ከተማና ኣስመራ ኤርትራ ብወኪልና ጋዘጠኛ ገረመስቀል ገረዝግሄር። ካልኣይ ዜና ስፖርት ብማይክ ስዩም ካብ ኤሪ ስፖርት ኢንተርናሽናል ከምኡ ውን ካልእ ክህልወና ኢዩ። ኣብ መንጎ መደባትና ምልክታን ሓበሬታን ኣዛናጋዒ ዝበልናዮም ሙዚቃን ክህልዉና ኢዮም። ኣብዚ ናይ ሎማዓንቲ መደባትና ምሳና ሓቢርኩም ክትጸንሑ ሰናይ ምክትታል ክኾነልኩም ብስም ፖድ ድምጺ ኤርትራ ዲሲ ይምነየልኩም። ሰናይ ምክትታል።
ካብዚ ካብ ዋሽንግተን ዲሲ ሬድዮ ድምፂ ኤርትራ ዝመሓላለፍ ዘሎ መደባት ኢኹም ትከታተሉ ዘለኹም ክቡራት ሰማዕትና። ብምቕፃል ዜና ካብ ከተማ ኣስመራ እንሆ። ሰላም ዝኸበርኩም ተኸታተልቲ ድምጺ ኤርትራ ከመይ ቀኒኹም? እንሆ ንሎሚ ውን ካብዚ ካብ ከተማ ኣስመራ ዜናታት ሒዘልኩም ቀሪበ ኣለኹ። ክትከታተሉ ድማ ብኽብሪ እዕድም። ቅድሚ ሳልስቲ ኣብቶም ኣብ ማእከል መወሸቢ ኣዲባራ ተዓቚቦም ዝጸንሑ ሕሙማት ኮሮና ቫይረስ ብዝተገብረ ናይ ላቦራቶሪ መርመራ ዓሰርተ ሰባት ብኮሮና ቫይረስ ተታሒዞም ጸኒሖም። ንሳቶም ካብቶም ብ ፍኑው ካብ ሱዳን ዝምለሱ ዘለዉ ዜጋታት እዮም። ብዘይካ'ዚ ኣብ ዞባ ጋሽ ባርካ ኣብ ዝርከባ ሆስፒታላት ክንክን ክግበርሎም ዝጸንሑ ሰላሳን ኣርባዕተን ዜጋታት ሓውዮም ነናብ ቤቶም ተመሊሶም ኣለዉ። ኣብ ኤርትራ ኩሉምሎም ብኮሮናቫይረስ ዝተታሕዙ ሰባት ክልተ ሚእትን ስሳን ሓደን ሰባት ክበጽሑ እንከለዉ ካብኦም ሚእትን ሰማንያን ትሽዓተን ሰባት ድማ ብዝተገበርሎም ጽዑቕ ሕክምናዊ ክንክን ሓውዮም ተፋንዮም እዮም። ሕጂ ኣብዚ እዋን'ዚ ድማ ሰብዓን ትሽዓተን ሕሙማት ኮሮና ቫይረስ ኣብ ሆስፒታላት ተዓቝቦም ከም ዘለዉ ሚኒስትሪ ጥዕና ሓቢሩ። ክትከታተልዎ ከም ዝቐነኹም ዝኸበርኩም ተኸታተልቲ ድምጺ ኤርትራ፣ ቀደማይ ሚኒስተር ኢትዮጵያ ዶክተር ኣቢይ ኣሕመድ ኣብዚ ሰሙን እዚ ኣብ ኤርትራ ዑደት ብምፍጻም ምስ ፕረዚደንት ኢሳያስ ኣፈወርቂ ብምርኻብ ኣብዘን ዝሓለፋ ክልተ ዓመታት ኣብ ኣዋጅ ሰላምን ምሕዝነትን ኤርትራን ኢትዮጵያን ዝተሳለጠ ጉዳያትን ዘጓነፉ ዝተፈላለዩ ዕንቅፋትን ጠንቅታቶምን ብሰፊሑ ዘትዮም። ክልተኣዊ ምትሕብባርም ከማዕብሉን ዞባዊ ምትሕባር ቀርኒ ኣፍሪቃ ከደንፍዑን ድማ ኣብ ስምምዕ በጺሖም ኣለው። ዶክተር ኣብይ ኣሕመድ ኣብዚ ናይ ኤርትራ ዑደቱ ኣብ ዞባ ደቡብ ዝርከባ ፕሮጀክትታት ሕርሻዊ ልምዓትን ዲጋታት ጠቐራን ምስላምን ኣብኡ ተዋህሊሉ ዘሎ ማይን ኣብ ሓልሓለ ዝተደኮነ ምርባሕ ናይ ጸባ ከብትን ኣብ ደረጃ ምዝዛም ዝበጽሐ ፋብሪካ ምምስራሕ ጸባን ውጽኢቱን ተዓዚቡ ኣብቲ ናይ ክልተ መዓልቲ ዑደቱ ቀዳማይ ሚኒስተር ኢትዮጵያ ናብ ከርከበት ንምኻድ እግረ መንገዱ ኣብ ሳዋ ኣብ ዝጸንሓሉ ሓጺር እዋን ንስነ ስርዓት ምረቓ መበል ሰላሳን ሰለስተን ዙርያ ሃገራዊ ኣገልግሎት ዝላማመዱ ዝነበሩ ሰልፈኛታት ንዘቕርብዎ ዝነበሩ ምርኢት ተዓዚቡ። ካብ ሳዋ ናይ ሓደ ሰዓትን ፈረቓን ናይ ማኪና ጉዕዞ ድማ ኣብ ከርከበት ብምብጻሕ ክልቲኦም መራሕቲ ንስፍሓት ዲጋ ከርከበትን ሒዝዎ ዘሎ ማይን መዓልኡን ንልምዓት ዝተዳለወ መሬትን ትሕተ ቅርጽን ብሄሊኮፕተር እናተንቀሳቐሱ ተዓዚቦሞም። ኣብ ዝተፈላለያ ዓድታት ብሰንኪ ለበዳ ሕማም ኮሮና ቫይረስ ኣብ ገዘኣን ተወሺበን ንዝርከባ ጽጉማት ሰድራቤታት ኣብ ርእሲ'ቲ መንግስቲ ዝገብሮ ዘሎ ቀጻሊ ደገፍ ህዝቢ ድማ በብማሕበራዊ ውዳበታቱ ተወዲቡ ሓገዛት ምብርካት ቀጺሉ ኣሎ። ኣብዚ ሰሙን'ዚ ጥራይ ማሕበር ሓርብኝተር ስንኩላን ኲናት ኤርትራ ኣብ ከተማ ናቕፋ ንዝርከቡ ጽጉማት ኣባላቱ፣ ኣሕዘርቲ ኣብያተ ትምህርቲ ጻቭራን ኣሱኑድን ኣብ ባቕላ፣ እምብላል፣ ማርዮትን ላቫን ንዝርከባ በተኻት ስድራቤታት፣ ማሕበር ሓረስቶት ዶጎልን ነጋዶ ከተማ ባጽዕን ኣብ ከባቢኦም ንዘለዉ ተመሳሳሊ ጸገም ዘለዎም ወገናት ኣብነት ዞባ ጋላ ነፍሒ ነበርቲ ክትመውሊዕን ዓዲ ጓዕዳድን ኣብነት ዞባ ሰረጅቓ ገበርቲ ሰናይ ኳዜን ኣሽሓት ገንዘብን ኣማኢት ኩንታል እኽልን ብምውጻእ ኣመቓሪሖም ኣለዉ። እዚ ከምዚ ኢሉ እንከሎ፣ ህዝቢ ንኡስ ዞባ ኣፍዓበት ተስዓን ሽዱሽተን ሽሕን ናቕፋ ብምውጻእ ሓደ ሓደ ጸገማት ንዘለዎም ስድራ ስዉኣት ኣከፋፊሉ። ኣብ ንኡሳን ዞባታት ዓዲ ቐይሕ፣ ድባርባን ዓዲ ዃላን ከምኡ'ውን ኣብ ዝተፈላለያ ንኡሳን ዞባታት ዞባ ጋሽ ባርካ ብህዝቢ ዝካየድ ዘሎ ሓገዛት ንጽጉማት ወገናት ኣካል ማሕበራዊ ክብርታት ህዝቢ ኤርትራ ምዃኑ ተመስኪሩ ኣሎ። ብኻልእ ወገን ድማ ኣብ እስራኤል ዝርከቡ ማሕበር ደቂ ሓደ ልቢ ኣብቲ ብደረጃ ሃገር ኮቪድ ዓሰርተ ትሽዓተ ንምክልኻል ዝካየድ ዘሎ ሓገዝ ዝውዕል ሰላሳን ሓሙሽተን ሽሕ ዶላር ኣብዚ ሰሙን እዚ ልኢኾም። ከም ዝፍለጥ ኣባላት ማሕበረኮም ኤርትራውያን ነበርቲ እስራኤል ኣብ ዝሓለፈ ሰሙን ንሃገራዊ ማሕበር ሓርነትን ስንኩላን ኲናት ኤርትራ ደበስ ንስድራ ስውኣት ማዕከን ሕድሪ ሰማእታት ንምስሳን ብድምር ኣርብዓ ሽሕን ሚእትን ሓሙሽተን ዶላር ወፍየን ምንባሮም ዝሓለፈ ቀዳም ገሊጸ ምንባረይ ዝፍለጥ እዩ። ኣብዚ በዳሂ ናይ ምስግጋር እዋን ፕረዚደንት ኢሳያስ ኣፈወርቂ ኣብ ጎድኒ ህዝቢ ሱዳን ኮይኑ ንዘርኣዮን ዘርእዮ ዘሎን ተሪር መርገጽን ኣብ ዞባና ርግኣት ንምስፋን ዘካይዶ ዘሎ ጻዕርን ብምንኣድ ኣብ መንጎ ሰራዊት ምክልኻል ኤርትራን ሱዳንን ልዑል ምትሕግጋዝ ክህሉ

ድሕሪ ምቕባሉ'ዩ። ዛጊት ድማ ኣብ ወተሃደራውን ጸጥታውን ከምኡ'ውን ኣብ ካልኦት ብርክት ዝበሉ ጉዳያት ዝግበር ዘሎ ዝምድናን ምትሕግጋዝን ብጽቡቕ ይግስግስ ምህላዉ ዝሓበረ ኣቦመንበር ልኡላዊ ባይቶ ሱዳን፣ እቲ ምትሕብባር ዝያዳ ክድንፍዕ ድሌቱ ምዃኑ ኣረጋጊጹ። እቲ ኣዛዚ ማእከላይ እዚ መጀር ሮሞዳን ዑስማን ኣውልያይ፣ ኣዛዚ ሓይሊ ባሕሪ፣ መጀር ጀነራል ሑመድ ካሪ ካረ፣ ሓላፊ ወኪል ሃገራዊ ድሕነት ብሪጋደር ጀነራል ኣብርሃ ካሳን ብወገን ሱዳን ድማ ተመሳሳሊ ሓላፍነት ምስ ዘለዎም መዘነታቶም ዝተገብረ ርክብ ብቐንዱ ኣብ ምድንፋዕ ክልተኣዊ ወተሃደራውን ጸጥታውን መደባት ምንባሩ ብተወሳኺ ተፈሊጡ'ሎ። ብኮርፖረሽን ነዳዲ ኤርትራ ኣብ ንኡስ ዞባ መንደፈራ ከባቢ ዳንደረ ገነት ዝደኮኖ ማዕከን ነዳዲ ጋዝ መስተርሆት ከምዝፈጠረሎም ነበርቲ ከተማታት ዱባርቫ፣ መንደፈራን ዓዲ-ዃላን ኣብዚ ሰሙን እዚ ሓቢሮም። እቲ ኣብ ዝሓለፈ ወርሒ ለካቲት ዝተሃንጸን ኣገልግሎት ዝጀመረን ትካል ምዕዳል ነዳዲ ጋዝ፣ ነቲ ኣቐዲሙ ዕትሮታት ጋዝ ናብ ኣስመራ ብምስዳድ ዝግበር ዝነበረ ምምጻእን ዘጋጥም ዝነበረ ምድንጓያት ትን ኣትሪፍዎ ኣሎ። ኣብ ዱባሩባ፣ መንደሰራን ዓዲ-ዃላን ሓሙሽተ ኣከፋፈልቲ ጋዝ ክህልዉ እንከለዉ፣ ነፍሲ ወከፎም ድማ ኣብ ውሽጢ ዕስራን ሓሙሽተን መዓልታት ኣርባዕተ ሚእትን ሓምሳን ዕትሮታት ጋዝ ናብ ሰለስቲኤን ከተማታት የከፋፍሉ ከም ዘለዉ ንምፍላጥ ተኻኢሉ ኣሎ። መቐጸልታ ናይቲ መንግስቲ ኤርትራ ህዝቢ ርሑቕ ገጠራት ጥዕንኡ ክሕሎ ዘካይዶ ዘሎ ጻዕሪ ኣብ ንኡስ ዞባ ኣፍዓበት ኣብ ነበርቲ ቀላሃመትን ከባቢኣን ዝተሃንጸት መደበር ጥዕና ኣብ ምውሓስ ጥዕና ህዝቢ'ቲ ከባቢ ልዑል ኣበርክቶ ትገብር ከምዘላ ተገልገልቲ ሓቢሮም። እታ መደበር ጥዕና ንገለ ክፋል ምምሕዳር ከባቢታት ሰልከት እንተላይ ኣብ መስመር ቀልሃነትን ግዝግዛን ንዝርከባ ዝተፈላለያ ቁሸታት ኣገልግሎት ትህብ ከምዘላ ተገሊጹ። ምህናጽ እዛ መደበር ጥዕና ኣብቲ ርሑቕ ከባቢ ልዕሊ ኩሉ ኣብ ኣገልግሎት ሕርስን ጥንስን ከምኡ'ውን ኣብ ቆልዑን ምሃብ ኣገልግሎት ክታበታትን ትነጥፍ ከምዘላ ብተወሳኺ ተሓቢሩ። ኣብዘን ዝሓለፋ ዓመታት ብመንግስትን ህዝብን ሳላ ዝተሃንጻ ዲጋታትን ራህያታትን ሓረስቶትን ጓሶትን ንነብሶምን ጥሪቶምን ርሑቕ ከይከዱ ዝስተ ማይ ክረኽቡ ከም ዝበቕዑን ንነዊሕ ዘበናት ዝጸንሖም ጸገም ከም ዝተቐንጠጠን ይገልጹ ኣለዉ። ራህያታትን ዲጋታትን ተሃኒጸን ዝስተ ማይ ዝመልኣ ሓያለ ዲጋታትን ራህያታትን ምዃነን ዝፍለጥ ኮይኑ፣ ብፍሉይ ድማ ኣብዚ ሰሙን እዚ በዘን ዝተሃንጻ ዲጋታትን ራያታትን ዕግበቶም ዝገለጹ ኣብ ንኡስ ዞባ ጊንዳዕ ተቐማጦ ሕጺትን ዓድ ቺማን ፋኩንዳን ኣወንጀልን ጸገም ስተ ማይ ተወጊዱ ትሕተ ባይታዊ ማይ ሃብቲሙ ሳለ ድማ ኣብ ልምዓት ኣሕምልትን ፍረታትን ክነጥፉ ምብቅዖም ገሊጾም ኣለዉ። ኣብ ንኡስ ዞባ ጊንዳዕ ኣብ ናይ ሓባር ደማስን ጸረትን ኣብ ምዝዛም ዝርከባ ዲጋታትን ራያታትን ድማ ድሮ ማይ ከዋህልላ ጀሚረን ከምዘለዋ ነበርቲ እተን ከባቢታት ገሊፆም። ቅድሚ ሎሚ እዘን ዝተጠቕሳ ከባቢታት ምንጪ ማይ ብቐረባ ዘይረኽባ ስለዝነበራ ሓረስቶትን ጓሶትን ጥሪቶም ሒዞም ርሑቕ ክጓዓዙ ይግደዱ ምንባሮም ከይጠቐሱ ኣይሓለፉን። ኣብ ንኡስ ዞባ ሃበሮ ህዝብን ኣባላት ህዝባዊ ሰራዊትን ካብ ምምሕዳር ከባቢ ፍልፍለ ናብ ዓሬታይ ዝወስድ ሰላሳ ኪሎ ሜተር ናይ ሓመድ ፅርግያ ይሰርሑ ኣለው። እዚ ብሓደ ሓምለ ዝጀመረ ወፈራዊ ስራሕን ህዝቢ ምምሕዳር ከባቢታት ዓሬታይ፣ መዝረት፣ ሃበሮ ጻዕዳ፣ ሃበሮ ጸሊም፣ ቃርዖበል፣ ገለቴን ፍልፍለን ይሳተፍዎ ኣለዉ። ኣቐድም ኣቢሎም ህዝቢ ሓመልማሎን ኣብቲ ከባቢ ዝርከባ ዓድታትን ብማሽነሪታት ተሓጊዞም ክሳብ ፍልፍለ ዝሃነጽዎ ናይ ሰላሳ ኪሎ ሜተር ጽርግያ ተዛዚሙስ ኩባንያ መጓዓዝያ ሓራት ኣውቶቡሳት ስለዝመደበሎም ካብን ናብን ብዘይ ገለ ጸገም ክመላለሱ በቒዖም ኣለዉ። ከምዚ ዝኣመሰለ ወፈራዊ ስርሓት ጽርግያ ኣብዚ እዋን እዚ ጎኒ ጎኒ እቲ ክረምታዊ ስርሓት ህዝቢ ብሰፊሑ ተታሒዝዎ ከም ዘሎ ዝፍለጥ እዩ። ሓረስታይ ምህርቲ ጸባ ንምድንፋዕ ብዘበናዊ ሜላ ዝዳቐላ ከብቲ ክውንን ከም ዝግባእ ኣብዚ ሰሙን እዚ መዘኻኸሪ ቀሪቡ ኣሎ። ሎሚ ኣብዚ እዋን እዚ ኣብ ዞባታት ማእከል፣ ደቡብን ዓንሰባን ብፍሉይነት ድማ ኣብ ከባቢ ኣስመራ፣ ድባድባ፣ መንደፈራ፣ ደቀምሓረን ከረንን ማእከላት ዘመናዊ ምድቓል ናይ ጸባ ከብቲ ስለ ዝተመስረታ ብርክት ዝበሉ ሓረስቶት ተጠቀምቲ ኮይኖም ከም ዘለዉ ንምፍላጥ ተኻኢሉ ኣሎ። ፀባ ብሕሱር ዋጋ ናብ ህዝቢ ንምቕራብ ብደረጃ መንግስቲ ዝለዓለ ቆላሕታ ተዋሂቦ ዝስርሓሉ ዘሎ ክኸውን ከሎ ኣብ ዝተፈላለያ ዞባታት ዝርከቡ ሓረስቶት ድማ ብማሕበራት ተወዲቦም ፀባ ኣፍርዮም ናብ ከተማታት ኣብ ምክፍፋል ይርከቡ ኣለዉ። ሓረስቶት ዞባ ማእከል ኣብ ፋብሪካ ፀባ ኣስመራ፣ ኣብ ዞባ ደቡብ ማሕበራት ሓረስቶት ንኡሳን ዞባታት ዓዲ ዃላ፣ ደቀምሓረ፣ መንደፈራ፣ ዱባርባ ሰገነይትን ዓዲ ቀይሕን፣ ከረንን ከባቢኣን ድማ ኣብ ፋብሪካ ፀባ ዒላበርዒድ ከምኡ ውን ካብ ሓልሓለ ዝፈሪ ፀባ ናብ ተጠቀምቲ ህዝቢ ኣብዚ እዋን እዚ ይቐርብ ኣሎ። ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ ጨንፈር ኦረብሩ ሽወደን ስንኩላትና ሕላገት መንነትና ብዝብል ቴማ ጉባኤ ኣካይዱ። በዚ ድማ እቲ ጨንፈር ውዳቤኡ ኣደልዲሉ ኣብ ሃገራዊ መደባት ምዕዋት ፕሮጀክትታት ሃገራዊ ማሕበር ሓርነት ስንኩላን ኲናት ኤርትራን ተሳትፎኡ ከም ዘዕዝዝ ኣረጋጊጹ። ሓደሽቲ ኣባላት ክምልምል ድማ ውሳነታት ኣሕሊፉ ኣሎ። ኣብ መወዳእታ ድማ ንጥፈታት እቲ ማሕበር እተዋህብ ሓዳሽ ኣካል ከም ዝተመርጸ ብተወሳኺ ዝበጽሓና ሓበሬታ ኣገንዚቡ። ብኻልእ ወገን ድማ እቲ ጨንፈር ተስዓ ሽሕ ክሮነር ኣብ ውሽጢ ሃገር ንእትርከብ ኣደ ማሕበር ዓሰርተ ሽሕ ክሮኖር ድማ ንመሰሰኒ ማዕከን ኮቪድ ዓሰርተ ትሽዓተ ወፍዩ ኣሎ። ኣብ ዞባ ሰሜናዊ ቀይሕ ባሕሪ ኣብ ሰለስተ ማሕበራት ዝተጠርነፉ ልዕሊ ኣርባዕተ ሚእቲ ኣፍረይቲ ጨው ዓመታዊ ልዕሊ ሚእቲ ሽሕ ኩንታል ብናይ ብቕዓት ምቁጽጻር ዝተመስከረሉ ጨው ከምዘፍርዩን ናብ ነጋዶ ከምዘከፋፍሉን ኣብዚ ሰሙን እዚ ገሊጾም። ካብ ቤት ጽሕፈት ጨንፈር ማዕድን ዞባ ሰሜናዊ ቀይሕ ባሕሪ ዝተረኽበ ሓበሬታ ከምዘነጽሮ፣ እቲ ተሓፊሱ ናብ ህዝቢ ዝዝርጋሕ ዘሎ ጨው ኣዮዲን ዝተሓወሶ ምዃኑን ጽኑዕ ምክፍፋል ከምዝግበረሉን ሓቢሩ። እዞም ኣፍረይቲ ጨው ምህርቶም ዝተዓጻጸፈ ኮይኑ ናብ ሰደድ ንምልኣኽ ኩሉ ዓይነት ሓገዛት ክጣጣሓሎም ብተወሳኺ ሓቲቶም ኣለዉ። እምበኣር ዝኸበርኩም ተኸታተልቲ ድምጺ ኤርትራ ንሎሚ ዘዳለኹዎ ዜናታት በዚ ተፈጺሙ ኣሎ። ዝመጽእ ሰሙን ብኻልእ ዜናታት ሳንራኸብ ድሓን ቀንዩ።
ሰላም ሰማዕቲ ድምፂ ኤርትራ ኣብ መላእ ዓለምን ኣብ ዋሽንተን ዲሲን ከባቢኣን ከመይ ቀኒኹም ማይክ ስዩም ምስ ኤሪ ዳሽ ኢንተርናሽናል ስፖርት ዶት ኦኣርጂ ኣብዚ ሰሙን እዚ ብዙሕ ናይ ኩዕሶ ወረ ክንህበኩም ኢና ተቐሪብና ኣለና። ከም ትፈልጥዎ ኣሌክዛንደር ኢሳቕ ኣብዚ ለንቅነ ዝገብሮ ዝቐነየ ናይ ኩዕሶ እግሪ ጸዋታ ጽቡቕ ሪዛልት እንዳምጸ ጎላት ከማን ሓንቲ ጽብቕቲ ጎል ከም ዘእተወ ሓቢርናኩም ኔርና። ሕጂ ከኣ ብዙሓት ጋንታታት ኣብ መላእ ዓለም ክሳብ በዓል ማንቸስተር ዩናይትድ ይኹኑ ካልኦት ብዙሕ ሪኢቶ ጌሮም ገሊኦም ከማን ክዕድግዎ ብዙሕ ሓሳብ ኣምጺኦም ኔሮም ግን ኣለክዛንደር ኢሳቅ እቲ ኩሉ ዓጺዎ ከም ዘሎ ክንሕብረኩም ንፈቱ ኣለክዛንደር ኣነ ኣብ ዘለክዎ ጽቡቅ እየ ዘለኩ ምስ ሪል ሶሴዳድ ኢሉ ንጋንትኡ ከኣ ሪል ሶሴዳድ ንመጀመርያ ግዜ ኣብ ድሕሪ ነዊሕ ግዜ ናብ ዩሮጳ ናብ ናይ ዩሮጳ ቻምፕዮንሺፕ ከም ትኣቱ ዝመጽእ ዘሎ ዓመት ሓሊፋ ከም ዘላ ክንሕብረኩም ንፈቱ ኣለክዛንደር ከኣ ምስ ጋንትኡ ከም ዝጸንሕ ሓበሬታ መጺኡና ኣሎ። ኣብ ካልእ ናይ ኩዕሶ ተጻወቲ መብዝሕቶም እዞም ሕጂ ንጠቕሶም ናይ ጋንታ ኤሪትራ ከይዶም ዝተሳተፉ ዝሓለፈ ዓመት ዋላ እኳ ብዙሕ ኣይተጻወቱ እምበር ኣብ ደገ ዘለዉ ተጻወቲ መንእሰያት ካብ ኢሮፓን ካብ ካልእ ዓድታትን ናብ ኤሪትራ ብምኻድ ምስ ጋንታ ኤሪትራ ዝተሳተፉ ኮይኖም ሓደ ክልተ ነጥብታት ዘምጽእዎ ጽቡቕ ውጽኢታት ዘምጽእዎ ክንገልጸልኩም ኢና መጀመርያ ብሰናይ ሓጎስ ዝብሃል መንእሰይ ኣሳኔ ትብሃል ጋንታ ኣብ ኖርወይ ጎል ጽብቕቲ እንዳኣተወ ኣብ ፎርዋርድ ተጻዋታይ ንጋንትኡ ኣብ ጽቡቕ ደረጃ ኣብጺሕዋ ኣሎ። ሄኖስ ኣስመላሽ መንእሰይ ከኣ ገና ዘይተጻወተ ኣብ ናይ ሆላንድ ፈርስት ዲቪዥን ዝጻወት ናብ ካልእ ጋንታ ከምዝቕየር ክንሕብረኩም ንፈቱ። ሄኖስ ኣብ ዲፈንስ ጽቡቕ ተጻዋታይ'ዩ። ደድሕሪኡ ናይ ተጻዋታይ ኣብ ስዊድን ተጻወቲ ኣብ ስዊድን ዘለዉ ኣርባዕተ ተጻወቲ ኣገንስት ኢች ኣዘር ነንሕድሕዶም ተጋጣጢሞም ክልቲኦም ንኤሪትራውያን ን AIK ከም ቅድሚ ሕጂ ዝሓበርናኩም ጳውሎስ ኣብርሃምን ሄኖክ ጎይትኦምን ጎላት ብምእታው ከኣ ብጣዕሚ ዓቢ ተራ ተጻዊቶም ንጋንትኦም ኣብ ዓቢ ደረጃ ኣብጺሖማ እቶም ካልኦት ክልተ ከኣ መሓመድ ሰዒድ ምስ ናሆም ነታባይ ግርማይ ዝብሃል መንእሰይ ንኣይኬ ሳይሩስ ዝትብሃል ጋንታ ዝጻወቱ ኮይኖም መሓመድ ስዒድ ጎል ኣእትዩ ንጋንትኡ ኣብ ጽቡቕ ደረጃ የብጽሓ ከምዘሎ ዋላ ናሆም ጎላት ከእትዉ እዮም ቀንዮም ዘለዉ እቲ ጸዋታ ኣብ መንጎ ክልቲኦም ጋንታታት ግን ኣርባዕተ ኤርትራውያን ኣብ ሓንቲ ሜዳ ብሓንሳእ ተሰሊፎም ክጻወቱ ከለዉ ክትርኢ ከለኻ ዓቢ ካብቲ ሓደ ጎስጓስ ዝካየድ ዘሎ ኣብ ናይ ስዊድን ናይ ኤርትራውያን ኩዕሶ ተጻወቲ ዓቢ ተራ ከምዝጻወት ዘሎ ክንሕብረኩም ንፈቱ ብባስኬትቦል ክንዲ ሕጂ መንሽን ጌርናልኩም ኢና ቶማስ ወልደትንሳኤ ኣብ ዩኒቨርሲቲ ኦፍ ቨርጂንያ ተጻዋታይ እዩ ዘሎ ብዙሕ ጋንታታት ብዛዕብኡ ይዛረቡ ከም ዘለዉ ብ ናይ ፕሮፈሽናል ሓደ ክልተ ሓበሬታ ዝመጸና ኣሎ ግን ሞር ዲቴል ክንህበኩም ኢና ጆኒ ብርሃነ መስቀል ዝብሃል መንእሰይ ከኣ ኣብ ፈረንሳይ ዝጻወት ዝነበረ ኣብ ፕሪሚየር ዲቪዥን ናይ ፈረንሳይ ሕጂ ናብ ኦታዋ ኣብ ካናዳ ኣብኡ ዝዓበየሉ ከተማ ኣብኡ ናይ ካነድያን ፕሮፈሽናል ባስኬትቦል ይጻወት ከምዘሎን ዓቢ ተራ ከም ዝጻወት ከም ዘሎን ክንሕብረኩም ንፈቱ። ፊፋ ባሎን ዲ'ኦር ከም ትፈልጥዎ ኤሪ ኢንተርናሽናል ስፖርትስ ከም ጋዜጠኛ ኣብኡ ንኤርትራ ወኪልና ስለ ንመርጽ ተጻዋታይ እዚ ዓመት'ዚ ከኣ ተጻዋታይ ስለ ዘይምረጽ እቶም ባሎን ዲ'ኦር ካንስል ከም ዝገበርዎ ክንሕብረኩም ንፈቱ እቲ ሓሳብ ናይ ኤሪ ኢንተርናሽናል እንድሕር ዝካየድ ኮይኑ ነይሩ ን ኣለግዛንደር ኢሳቅ ኣብኡ ካብቶም ሰለስተ ተጻወቲ ብሉጻት ናይ ዓለም ኢልና ክነእትዎ ሓሲብና ነርና ግን ስለ ዘይኮነ ዝመጸሉ ዓመት ከም ሓደ ንፉዕ ተጻዋታይ ኣብ ዓለም ደረጃ ካብቶም ብሉጻት ተጻዋታይ ክኸውን ተስፋ ንገብር ካልእ ናይ መወዳእታ ሓደራ ናይ ስብሓቱ ከሰተ ኣብ EPLF ህግደፍ ቪዥን ዝተገብረ ኢንተርቪው ስለ ዘሎ ሰሚዕኹም እቲ ኩሉ ኢንፎርሜሽን ከመይ ጌርካ ሓበሬታ ንዑ ከም ትወሃብ ንኤርትራ ወኪሉ ኣብ ጃፓን ዝመእ ዘሎ ዓመት ብናይ ፓራ ኦሎምፒክ ስለ ዝጻወት ፓራሎምፒክ እንታይ ከም ዝኾነ ከማን ሓበሬታ ስለ ዝሃብና ኣብ ናይ ኤሪ ኢንተርናሽናል ስፖርት ከማን ሕጂ ለንቅነ ንጽሕፎ ኢንፎርሜሽን ስለ ዘሎ ሎሚ ወይ ጽባሕ ቅድሚ እዚኣ ዜና ምምጽኣ ከማን ክንጽሕፋ ከም ዝኾንና ክንሕብረኩም ንፈቱ። እዚ እዩ ዘሎና ናይ ዜና ኤሪ ኢንተርናሽናል ስፖርት በዚኣ ክንውድኣልኩም ንፈቱ። የቐንየለይ ማይክ ስዩም ካብ ዋሽንግተን ዲሲ። ሕራይ ማይክ ከም ወትሩ የቐንየልና።
የቐንየለይ ወልዱ። ክብራት ተኸታተልቲ መደባትና ኣብ ናይ ስፖርት ዜናና ክንሕበርኩም ከም ዝጸናሕና መንእሰይ ስባቱ ከሰተ፣ ንኤርትራ ወኪሉ ናይ ጃፓን ፓራ ኦሎምፒክ ክልተ ሽሕን ዕስራን ሓደን ስለ ድሳተፍ ዝከኣለኩም ሓገዝ ክትገብርሉ ብሽም ኣዳለውትን ሰማዕትን ሬድዮ ድምጺ ኤርትራ ንላበወኩም። ከም ዝፍለጥ ስብሃቱ ከሰተ ልኡላውነት ኤርትራ ንምክልኻል ኣብ ወራር ወያኔ ዝሰንከለ መንእሰይ እዩ። ኣብቲ ዘካየዶ ውድድር ዕውት ኮይኑ ንክወጽእ ኣብ ኤሪ ዳሽ ኢንተርናሽናል ስፖርትስ ዳት ኦርግ ኣቲኹም ሓበሬታ ረኺብኩም ክትሕግዝዎ ንላቦ። ቦርድ ሬድዮ ድምጺ ኤርትራ፣ ዲሲ።
ሙሉ ኣምለሶም ኣብ ማውንት ሳይናይ ዌስት ሄልስ ኪችን ኒውዮርክ እያ ትሰርሕ ን ሌበር ን ደለቨሪ ን መዓልቲ መዓልቲ ትክክል ኣንታ ክንዲ ገበርክዋ እዚኣ ቫይረስ ፒን ፖይንት ክገብራ ኣይከኣልኩን but i know ኣብ ስራሕ ከም ድለገበትኒ because እዚኣ ቫይረስ ካብ ትጅምር ብጣዕሚ እጥንቀቅ እየ ነይረ ንስራሕ ጥራሕ እየ ዝወፅእ ነይረ እምበር ካልእ ነገር ዋላ ኦርደር ኢና ንገብር ነይርና ዳርጋ so ካብ ስራሕ ናብ ገዛይ ጥራሕ እየ ነይረ ኣብ ገዛ ከዓ ድኮነ ሰብ ኣም ዝሓዞ ስለ ዘይነበረ ሲ ኣብ ስራሕ ከም ዝሓዘትኒ ኣም

ኖእ ክትገብርዎ ክልኩል እዩ ምክንያቱ ነቲኦም ፔሽንት ኣንካምፍተብል ክትገብርዎም ኢኩም ንባሃል ኔርና ማለት እስካዕ እዚ መወዳእታ ሶ ቢኮዝ ኦፍ ዳት ሌበር ኣንድ ደሊቨሪ ካኣ ኣይ ዶንት ኖው ኣፍ ኤኒ ዋን ኢዝ ፋሚልየር ዊዝ ኢት ኢትስ ካይንድ ላይክ ዩ ኖው ኢትስ ኦውን ሃስፒታል ኩሉ ኣብኡ እዩ ደለና ትርያጅ ኣለና ዊ ሃቭ ኣፕሬዲንግ ሩም ዊ ሃቭ ኤቭሪቲንግ ሶ ኣብ ትርያጅ ብዙሕ እየ ሰሪሐ ኣነ ኣይ ሪመምበር ኣይ ቲንክ ሽዓ ማዓልቲ እያ ከማን ሒዛሃኒ ኢለ ይጥርጥር ዳርጋ መብዛሕትእን ቲኤን ፔሽንት ድመጣና ነበራ ኩለን እኮ ሾርትነሰ ብረት ዩ ኖው ዴይ ወር ስኒዚንግ ዴይ ሃድ ስምተምስ ጊና ኦው ፊቨር የብለንን ኣንድ ዴይ ዲድንት ትራቨል ኤኒ ዌር ዩ ኖው ን ዶስ ኣይ ቲንክ ፋይቭ ካንትሪስ ኢና ሽዑ ንሓትት ኔርና ንሰብ ላይክ ዊ ወር ኣስኪንግ ቻይና ዩ ኖው

ኣብቲ ናታ ሮም ዝነበረቶ ውዒለ ዋላ ሰክሽን ምስ ገበርናያ ኣብቲ OR ምስኣ ውዒለ ገለመለ ሰዓት ሽዱሽተ ካብኣ ተፈልየ ማለት እዩ ሙሉ መዓልቲ ምስኣ ነይረ so ገዛ ምስ መጸኩ I knew even if I didn't have it before ሽዑኡ ከም ድለግበኒሲ ጥርጥር ኣይነበረንን ማለት እዩ because ምናዳ ኣብቲ OR ዝነበርኩዎሲ ሳነታይዘር ናይ ኢድ ከማን ኣይነበረን you know because we were

ሽዑ መጼ እቲ ኩሉ ግዜ ፕሪካሽን ድወስዶ ነበርኩ እዚኣ ሕማም እዚኣ ካብ ትመጽእ ማለት እዩ ንሱ ጌረ ኣይ ስተይድ እንዳ ሮም and then ዓርቢ ምሸት ቁሩብ ክስታይ ኣቢሉኒ ኔሩ ምትድኻም ገለመለ but ኣይ ወዝ ኦኬ ጊና እታ ቀዳም ምሸት ብጣዕሚ ኩሉ በርቲዑኒ ሓዲሩ ማለት እዩ ኣም ርሃጽ like ስጋዕ እቲ ዓራት ብጥልቂ ኮይኑ ኩሉ ነብሰይ ርሃጽ ሕቖይ ሙሉእ ነብሰይ ደኺሙ ጎሮሮይ በቃ ከምቲ ተዓጽዩ you know I was having problem breathing um ንክዛረብ ከማን ይሕመኒ ነይሩ ገለመለ my fever was high ኩሉ ነገር በርቲዑኒ ማለት እዩ ተቀዳሚ so ገዛ um ኣቦ ደቀይን ሰለስተ ደቀይን ኣለዉ um ወዲ ኣርባዕተ ንእሽተይ ኣለና

ምናዳ ጎሮሮይ ብጣዕሚ እዩ ተመሓይሹ ሕጂ ከምዚ ኢለሲ ክዛረብ ኣይክእልን እየ ኔረ ንሓደ ኣርባዕተ መዓልቲ ገለ ዳርጋ ዓብዩኒ ኔሩ but slowly እንዳተመሓየሽኩ ከይደ ገለ but ደሓን ኣለኹ ኢለ ባዕለይ you know I took a ride that I shouldn't have መሊሰ ኣግዲደዮ now I feel you know as weak as ever ብጣዕሚ እቲ ነብሰይ ክስተይ ኣሎ። ጎሮሮይ ክንጋድል እዝማች በረዳ። ሕክምናና ን ኢምፕሎይስ ተስት ኣይገብሩን ኣለዉ ኣብዮምኒ ማለት እዩ ዋላ ለሚነዮም ቆልዑት ኣለዉኒ ኣይ ሃቭ ቱ ኖው እፍ ኣይ ሃቭ ድስ ኦር ናት በት ዘይ ሰድ ዊ ዶንት ሃቭ ኢናፍ ስዋፕስ ን ኢምፕሎይ ድከዉን ሶ ኣብዮምና ሶ ኣይ ሃድ ቱ ፋይንድ ማይ ኦን ተስቲንግ ኤርያ ነዚኦም ናይ ስዲ ስተይት ድገብሩ ደለዉ ናይ ኒውዮርክ

ይነግረግጽ ኣይምነይን ምቾት ነብሰይ ንኸጋይት ኣገዳሲ ሓበሬታ! እዚ እዋናዊ ለበዳ ኮቪድ ዓሰርተ ትሽዓተ ዘኸተሎ ሕማም ኣብ ቦትኡ እንዳሃለወ፣ እቲ ምቅርራብ ከስዕቦ ዝኽእል ሓደጋ ኣብ ግምት ብምእታው፣ ጽባሕ ንግሆ ድማ ስራሕን ትምህርትን ኣብ ኦንላይን ከምዝምረጽ ንምእማቱ ጠንቋላይ ክትከውን የብልካን። ዝበዝሓ ትካላት ድማ ነዚ ጉዳይ ከም ብልጫ ወሲደን ቤት ጽሕፈታተን ዓጽየን ብዙሕ ሰብ ኣብ ገገዝኡ ኾይኑ ክሰርሕ የተባብዓ ኣለዋ። ምስ ግዜ ምጉዓዝን ናብራ ምምሕያሽን ናይ ግድን ስለ ዝኾነ ብሰለስተ ሚእትን ትችዓተን ዶላር ጥራሕ ዝመረጽኩሞ ናይ AWS ክላውድ ኮምፒዩዲን ካልእን ንጀመርትን ክኢላታትን ኣብ ዝኾነ ሃገር ተቐመጡ ኣፍሪቃ ኤስያ ኤሮጳ ኣውስትራልያ ኣሜሪካ ብዘየገድስ ኣብ ገገዛኹም ኮንኩም ክትመሃሩሉ ትኽእሉሉ ባይታ ኣለኩም ዘድልየኩም ኮምፒተር ወይ ላፕታብ ምስ ኢንተርነት ጥራይ እዩ ተወሳኺ ብቋንቋኹም ዝረዳዳኡኹም መማህራን ውን ኣለውኹም። ስለዚ ብሕሱር ዋጋ እዚ ጽቡቕ ደሞዝ ንኽትረኽቡ ባብ ዝኸፍተልኩም ትምህርቲ ከየምልጠኩም ቅድሚ August ክልተ፣ ክልተ ሽሕን ዕስራን ዓመተ ምህረት ተመዝገቡ። ንዝያዳ ሓበሬታ ኣብ training dot linklines dot com ተወከሱ።
ክብራት ሰማዕትና ብናይ ሎሚ መዓልቲ መደባትና ዓጊብኩም ክትኮኑ ተስፋ እገብር። ሕቶ፣ ርኢቶ ወይ ነቐፌታ እንተለኩም ኣብ voice of eritrea at voice of eritrea dot com ተወከሱና። ኣብ ዝመጽእ ሰሙን ብኻልእ መደባት ክሳብ ንራኸብ ደሓን ቀንዩ። ብሩኽ ሰሙን።